ሰላም ሰላም ጥዕና ይሃበልና ክቡራት ተኸታተልቲ ኩራዝ ቢዝነስ ሚድያ ንሎማዓንቲ ሒዝናልኩም መፂና ዘለና ስለ ናይ ላውንደሪ ብክንደይ ካፒታል ክንከፍት ንኽእል ወይ ብክንደይ ዝኣክል ቅርሺ ኢና ክንከፍት ንኽእል ዝብል ኢና ሒዝናልኩም መፂና ዘለና ክሳብ መወዳእታ ምሳና ፅንሑ። ከም ዝፍለጥ ኣብዚ ሕዚ ሰዓት ላውንደሪ ብጣዕሚ ወሳኒ ኣገዳስን ኮይኑ ኢና ረኪብናዮ። ብፍላይ ድማ ኣብ ሞኖርያታት ዝበዝሖ ገዛ መብዛሕትኡ ሰብ ንግሆ ወፂኡ ምሸት ዝኣትወሉ ኩነታት ስለ ዝፍጠር ክዳን ኣብ ገዛ ንምሕፃብ ግዜ ስለ ዘይረክብ ናብ ላውንደሪ ከም ዝኸይድ ብፍላይ ድማ ኣብ ኣፓርታማ ኮንደሚንየም ዘሎ ኣከባቢ ከምኡ እውን ሴት ላጤ ወንድ ላጤ መብዛሕትኡ ኣብ ላውንደሪ ከም ዝሕፅብ እዩ እቲ ኩነታት ዘመላኽት። ስለዚ በዚ መሰረት ኢና ድማ ላውንደሪ ፅንዓት ዕዳጋ ጌርና ናባኹም እነብሎ ዘለና። ስለዚ ብኽንደይ ዝኣክል ካፒታል ኢና ላውንደሪ ክንከፍት ንኽእል? እዚ ሓሲብናዮ ዘለና ድማ ንእስ ዝበለ ላውንደሪ ኢና ሓሲናዮ ዘለና ስለዚ መጀመርያ ክንሓስቦ ዘለና ናይ ገዛ ኽራይ እዩ። ገዛ ኽራይ ንኣብነት ንእስ ዝበለ ሰለስተ በርባዕተ ብዓሰርተ ሓሙሽተ ሽሕ እንድሕር ደኣ ረኺብና ቅድመ ክፍያ ናይ ሰለስተ ወርሒ ናብ ኣርባዓን ሓሙሽተን ሽሕ ኣካባቢ ወጪ ኣለና ማለት እዩ። ስለዚ ኣርባዓን ሓሙሽተን ሽሕ ኢና ንጽሓፍ። ቀጺሉ ድማ ሸልፍ መደርደሪ ሸልፍ መደርደሪ ድማ ዘይተርፍ ነገር እዩ። ስለዚ ዝተሓፀበ ክዳን እነቐምጠሉ ሸልፍ ማለት እዩ። ስለዚ እዚ ድማ ክሳብ ዒስራ ሽሕ ኣካባቢ እንድሕር ደኣ ረኺብና ዒስራ ሽሕ ኣካባቢ ወጪ ኣለና ማለት እዩ። ከምኡ ድማ ባንኮኒ ኣብ ቅድሚት ዝቕመጥ ባንኮኒ ንሱ እውን ክሳብ ዓሰርተ ሓሙሽተ ሽሕ ኣካባቢ እንድሕር ደኣ ረኺብና ብተመሳሳሊ ድማ ጠረጴዛ ንእሽተይ መተኮሲ እንትኸውን ጠረጴዛ ክሳብ ሓሙሽተ ሽሕ ኣካባቢ እንድሕር ዳኣ ረኺብና ከምኡ ድማ ዝሐሸ ዳሕና ዝኾነ ንስራሕ ስለ ዝኾነ ካውያ ክሳብ ዕስራ ሽሕ ኣካባቢ እንድሕር ረኺብና እቲ ዋና ድማ ማሽን ማሽን ሐዚ ታይ ኢና ሓሲብና ኣለና ንእስ ዝበለት ማሽን ኮይና ክሳብ ዓሰርተ ሽዱሽተ ኬጂ ኮይና ብሓንቲ ማሽን ንእሽተይ ክኸብደና ስለ ዝኽእል ክልተ ማሽን ጌርና ዓሰርተ ሽዱሽተ ኬጂ ዝኾነ ዓይነት ማሽን ንሓንቲ ማሽን ክሳብ ኣርብዓ ሽሕ ኢና ዋጋ ረኺብና ዘለና። እዙይ ካብ ብራንድ ናብ ብራንድ ክፈላለ ስለ ዝኽእል ትሕቲ ኣርብዓ ሽሕ እውን ክህሊ ይኽእል እዩ፣ ልዕሊ ኣርብዓ ሽሕ እውን ክህሊ ይኽእል እዩ። ስለዚ ብማእኸላይ ዋጋ ግን ናብ ኣርብዓ ሽሕ ኣካባቢ ኢልና ሒዝናዮ ኣለና ማለት እዩ። ስለዚ ክልተ ማሽን እንድሕር ዘድልየና ኮይኑ ሰማንያ ሽሕ ኢልና ሒዝናዮ ኣለና ማለት እዩ። እዚ ጠቅላላ ድምር ክንድምሮ ከለና ናብ ክንደይ ኣከባቢ ይመፀና ኣሎ? ናብ ሚእትን ቴስዓን ሓሙሽተን ሽሕ ኣከባቢ ይመፅእ ኣሎ ማለት እዩ። ስለዚ ንእስ ዝበለት ላውንደሪ ክንከፍት እንድሕር ድኣ ደሊና ብሚእትን ቴስዓን ሓሙሽተን ሽሕ ኣከባቢ ክንከፍት ንክእል ኢና ማለት እዩ። ስለዚ እታ ሓሙሽተ ሽሕ መጠባበቂ ኢልና ኣትሒዝናያ ንሳሙና ንሓድሓደ ነገር ወጪታት ዘይተሓሰበ ወጪ ክህሊ ስለ ዝክእል ከምኡ ድማ ካብ ሓደ ዓዲ ናብ ካልእ ዓዲ ዋጋ ክፈላለ ስለ ዝኽእል ናይዞም ማተርያላት ዝፀዋዕናዮም ክልተ ሚእቲ ሽሕ ኣካባቢ ኢልና ተሒዝናዮ። ብክልተ ሚእቲ ሽሕ ኣካባቢ ንእስ ዝበለት ላውንደሪ ክንከፍት ከም እንኽእል እዩ እቲ ዘፅናዕናዮ ዕዳጋ ዘመላኽት። ስለዚ ላውንደሪ ክንከፍት ንደሊ ወይ ድማ ክልተ ሚእቲ ሽሕ ኣካባቢ ሃልዩና እንታይ ክኸፍት ኢልኩም ኣብ ፅንዓት ዕዳጋ ንዘለኹም ወይ ድማ ቢዝነስ ንምኽፋት ግራ ንዝኣተየኩም ላውንደሪ ከም ሓደ መረፂ ሪኢኹም ብዝበለፀ ድማ ባዕልኹም ዲቴይል ኣፅኒዕኹም ክትኣትዎ ኢና ክንመኽረኩም ንደሊ። ኣብ መዓልቲ ክንደይ ይሰርሑ ዝብል እዚ ፍሉጥ እዩ። ያው ናይቲ ዝርዝር ዋጋ እውን ያው ስለዝፍለጥ ንሓንቲ ሸሚዝ፣ ንሓንቲ ክዳን፣ ንሓንቲ ፓክ ኣውት ብክንደይ ከም ዝሕጸብ፣ ስለዚ ኣብ መዓልቲ ክንደይ ዝኣክል ኣታዊ ከም ዘሎ እዩ ክፍለጥ ይከኣል እዩ። ስለዚ እዚ ዕዳጋ ጽንዓት ተመርኲስኩም ናብ ላውንደሪ ቤት ንክትኣትዉ ኢና ክንሕብረኩም ንፈቱ። ክሳብ ኣብ ቀጻሊ ብኻልእ ዓይነት ቢዝነስ እንራኸብ ድማ ብሰላም የራኽበና ወይ ድማ እትደልይዎ ዓይነት ቢዝነስ ተሃልዩ ድማ ኣብ ታሕቲ ኮሜንት ጸሓፉልና ንሕና እውን ዕዳጋ ኣጽኒዕና ናብኹም ክነብሎ ኢና ሰላም